Hey ሽኮይናታት Welcome back to ሽኮይና ብሓቢ ከመይ ቀኒኹም ኩብራት ተኻታተልተይ ሓደሽቲ ተኾንኩም ከኣ ከይትርስዑ subscribe ክትገብሩ also ንታ notification bell ጥወቅዋ ኩሉ እቲ ኣነ ዝዝርግሖ ሓድሽ ቪድዮታት ሰኣ ቀዲማ ተነግረኩም ሎምዓቲ ኣዳልየ ዘለኹም መደብ ከኣ ናይ ፈጸጋ እዩ also ከኣ ከመይ ጌርኩም deep clean ትገብርዎ ክርእየኩም እየ ምስዚኣ mask ዝሰርሓ ተኻታተሉኒ መጀመርያ ንደልያ ፕሮዳክት ንጥቀምኳ እዚኣ ኢንዲየን ሄልን ክለይ እያ ኢንዲየን ሄልን ክለይ ኣብ ኣማዛን ትረኽብዋ ኢኹም ሓንቲ ማንካ ክጥቀሙ ኢኹም ንዚኣ ክሰርሕዋ ክነግርኩም ደሊ ከዓ ሓፂን ደኾነ ማንካ ኣይትጥቀሙን ኢኹም ንዚ ክትሕወስዎ ተኾንኩም ሓፂን ደይኮነ ማንካ እታ ካልኣይቲ ንጥቀመላ ኢንግሪዲየንትስ ንዚኣ ማስክ ክንሰርሓ ከኣ ኣክቲቭ ቻርኮል እዩ። ኣክቲቭ ቻርኮል ከኣ ኣብ ዝኾነ ዌብሳይት ትረኽብዎ ኢኹም፣ ኣብ ኣማዛን ትገዝእዎ ኢኹም፣ ኦልሶ ከኣ ኣብ ዝኾነ ፋርማሲ ትረኽብዎ ኢኹም። ሓደ ሓደ ግዜ ኣብ ካልእ ፋርማሲ ከምዚ ካፕሱል ዓይነት እዮም ዝሸጥዎ፣ ሕሩጭ ኮነን ዝሸጥዎ ከምዚ ካፕሱል ከምዚ ናይ መድሃኒት ዝመስል ከምኡ ኣሎ ከኣ ኣክቲቭ ቻርኮል ልክዕ ሓደ እዩ። ተደሊኹም ኣይረኸብኩን ተንኩም በጡ ሕሩጩ ከምዚ ካፕሱል ዓይነት ኳ ገዚኹም ትጥቀሙ ኢኹም እንታ መድሃኒት ከፊትኩም ኣብኡ ትእትዎ ንቲ ቻርኮል ኣብቲ ኩባያኹም እታ ሳልሰይቲ ንደልያ ኢንግሪድንት ንዚኣ ማስክ ክንሰርሕ ቲትሪ ኦዮ እዩ ቲትሪ ኦዮ ኣብ ዝኾነ ፋርማሲ ትረኽብዎ ኢኹም ኣብ ውሽጢ ኣሜሪካ ትነብሩ ትኾንኩም ኣብ ከምዚ ሲቪኤስ ራይድ ኤድ ዋልማርክ ትረኽብዎ ኢኹም ቲትሪ ኦዮ ብጣዕሚ ፅቡቅ ዘይቲ እዩ ንሰባት ከምዚ ፈጸጋ ዝወጸኩም ተኮይኑ ንዑ ይቀትሎ እዩ ንበይኑ ኣትጥቀመሉን ኢካ ቲ ትሪ ኦይል ንበይኑ ኣብ ገጽካ ትገብሮን ኢካ ምስ ካልእ ዘይቲ ገርኩም ኢኩም ትሕውስዎ ኣብ ገጽኩም ክትገብሩ ተኮይንኩም ካልእ ግዜ ጽቡቅ ገረ ክነግረኩም ናይ ቲ ትሪ ኦይል ኦኬ እታ ራብዐይቲ ኢንግሪዲየንት ነዚኣ ማስክ ክንሰርሓ ኣፕል ሳይደር ቪነገር እዩ ክልተ ማንካ ኣፕል ሳይደር ቪነገር ክትጥቀሙ ኢኹም ኣፕል ሳይደር ቪነገር ከዓ ኣብ ዝኾነ ፋርማሲ ድዩ ኣብ ኣስፔዛ ተገዝእዎ ማርኬት ኣብኡ ትረኽቦ ኢኹም ነዚኣ ማስክ ትሰርሕዋ ኣፕል ሳይደር ቪነገር ክኸውን ኣለዎ ካልእ ቪነገር ኣትጥቀሙን ኢኹም ከም ዝበልኩም ካብ መጀመርያ ኣብዚኣ ቪድዮ ክዳውስዎ ተኾንኩም ንዚኣ ማስ ማንካ ፕላስቲክ ተኾነ ኢኹም ክጥቀሙ ደይ ፕላስቲክ ደይኾነ ተጠቂምኩም ኣይ ፅቡቅ ኣሰርሕን እዩ እዚ ማስ ሕጂ ፕላስቲክ ማንካ ኢኹም ትጥቀሙ ሓፂን ዝኾነ ማንካ ከይትጥቀሙ ነቲ ማስ ፅቡቅ ገይሩ ክሰርሐልና ተኾይኑ ክዳውስዎ ብፕላስቲክ ኢኹም ክጥቀሙ Ok ሕጂ ክንዳወሶ ኢና ንዚ MS ጽቡቅ ገርኩም ኣዳውስዎ ሕፍስ ክብል ኣለዎ ከምዚ ብዙሕ ማይ ማይ ደኮነ ኣይንደልን ኢና ሕጂ ሕፍስ ተበለ ተኮይኑ ጽቡቅ እዩ ሕጂ ሕፍስ ተበለ ክኸውን ኣለዎ። So ብዙሓት ኢኹም ትጽሕፉለይ ብዙሓት ኢኹም ትሓቱኒ ኣብ ኢንስታግራም ድዩ ኣብ ዩቱብ ናይ ፈጸጋ ስርሕልና ኢኹም ትብሉኒ ሕጂ እዚኣ ማስ ብጣዕሚ ንፍዕቲ ማስካ ኩሉ ንትርስሓት ድዩ ንቲ ፈጸጋኹም ድዩ ናይ ቀደም ዝነበረ ፈጸጋ ከምዚ በሰላ ዓይነት የልግሰልኩም እዩ ብጣዕሚ ሕይል ዝበለት እያ ሕጂ ኩሉ ግዜ ከምኩም ክትገብሯ ንገጽኩም ኣብ ሰሙን ክልተ ግዜ ገለ ትገብርዋ ኢኹም ደይብዘሕኩም ክልተ መዓልቲ ኣብ ሰሙን ተገርኩማ ኣይ ቲንክ ስ ድበስ ይብል ኦኬ ሕጂ ነቲ ገጸይ ብስቲም ገለ ነቲ መንፊት ናይ ቆርበተይ ዘሎ ክኸፍቶ እየ ኣገዳሲ እዩ እዚ ኣብ ማያስ ክትሰርሑ ተኾንኩም ነቲ መንፊት ናይ ገጽኩም ተኸፊትኩሞ ብስቲም ጌርኩም ነቲ ማያስ ጽቡቅ ገይሩ ይሰርሕ እዩ ሕጂ ትዝክሩ ተኾንኩም ሓደ ግዜ ዘርጊሐ ነረ ኣብቲ ዩቱብ ቪድዮ እዚኣ ስፓ ኣብ ገዛ ኢለ ዘርጊሐ ነረ ሕጂ ኣብኡ ይዛረበ ከመይ ጌርኩም ከምዚ ስቲም ትገብሩ ኣብ ገዛኹም ሕጂ ክልተ ስእሊ ክዝርግሐ እሞ ኣብዚ ጸጋም ማይ ውዒ ተፍልሑ ምሽ ዳሕራይ ብሽጎማ ነገርኩም ርእስኹም ትሽፍንዎ ሕጂ ትዕጠኑ ምስቲ ማይ ውዒ የብልኩም እንተኾይኑ ካ ግዜ ከምኡ ክትገብሩ ደሓን ጸገም የለን እንታይ ትገብሩ ሽጎማነ ኣብ ማይ ውዒ ትእትዎ ነቲ ማይ ውዒ ጠቂምኩም ጠሚኩም ኣብቲ ገፅኩም ትገብርዎ ሕጂ ንሓሙሽተ ደቂ ከምኡ ተገርኩም ሞ ነተገፅኩም ነቲ መንፊት ናይ ቆርበትኩም ይኽፈት እዩ ሕጂ ኣገዳሲ እዩ መንፊትና ቆርበትና ክኽፈት ኣለዎ ዳሕራይ ነቲ ስቲም ውሽጢ ኣትዩ ክዕርዮ ተኾይኑ ነቲ ገጽና ክጽርዮ ተኾይኑ መንፊትና ክኽፈት ኣለዎ። ኦኬ ሕጂ ነቲ መንፊት ናይ ቆርበትና ከፊትና ኣለና ነቲ ማስ ኣብ ገጽና ክንለኽዮ ኢና የብልኩም ተኾይኑ ከምዚ ብራሽ ኣነ ዝጥቀም ዘለኹ ደሓን ጸገም የለን ብጽሩይ ኢድኩም ክትለኽዑ ኢኹም። ኣም፣ ካልእ ደረሰዕ እኳ ክብለኩም እደሊ፣ ንቅድሚ ንዚኣ ማያስ ክትገብሩ ተኾይንኩም፣ ገጽኩም ተኣጢብኩም ኢኹም ንዚኣ ማያስ ትገብሩ። ኣ፣ ቅድሚ ስቲም ጌርኩም እንገጽኩም። ሕጂ ገጽኩም ተኣጢብኩም፣ ኣ፣ ዳሕራይ ስቲም ጌርኩም ነቲ ገጽኩም ነቲ መንፊት ከፊትኩም ኢኹም ንዚኣ ማያስ ኣፕላይ ክትገብሩዋ ኣብ ገጽኩም። ኦኬ ሕጂ እዚኣ ማስ ማራ ሓያል ስለዚ ኣብ ሰሙን ክልተ ግዜ ክትጥቀሙላ ኣለኩም ከባዳ ንቆርበትና ስሒባ ንቲ ርስሓት እዩ ንቲ ንመንፊትና ኣብ ቆርበትና ዘሎ ኩሉ ውሽጢ ያታ ስሒባ እያ ተውጦ ንቲ ርስሓት እዩ ንቲ ታክሲንስ ንቲ ባክቴርያ እቲ ባክቴርያ ኣብቲ ገጽና ዘሎ ንፈጸጋ ዝገብር ባክቴርያ ንዑ ተጽርዩ እያ ሕጂ ንፈጸጋ ንጡበያ እዚኣ because ኩሉ ነቲ ባክተርያ ትቀትሎ ቀቲላ ነቲ ባክተርያ ከኣ ተልግሰልካ እያ ሕጂ ኩሉ ነገራ ስሒባ እያ ተውጽኦ ኩሉ እቲ ኢንግሪዲየንትስ እቲ ኢንግሪዲየንትስ ትኣትዎ ነዚኣ ማያስ ክስራሕ ከምኡ እዩ ከቢድ እዩ ኩሉ ነቲ ርስሓት እዩ ቅብኣት ኣብ ቆርበትኩም ድዩ ናይ ቀደም ዝነበረ በሰላት የህስሰልካ እዩ ንቆርበትና ነቲ መንፊት ገጂፉ ዝነበረ መንፊት ታይ ትገብሮ ስጥም የብሎ ነቲ ቆርበትና ስሙቭ ይገብሮ ነቲ ገፅና እቲ ቆርበትና ሕጂ ብዙሕ በነፊትስ ኣለዎ ነዚኣ ማስ ሓያለ ከም ዝበልኩኹም ስለዚ ኣብ ሰሙን ክልተ ግዜ ክትጥቀሙላ ኣለኩም ኣነ ሕጂ ኣብ ሰሙን ሓንሳብ እየ ዝጥቀመላ ግን ኣብ ከምዚ ግዜ ሜክኣፕ ዝጥቀም ተኾይነ እታ ሰሙን ክልተ ግዜ ሰለስተ ግዜ ሜክኣፕ ተገይረ ኣብ ቆርበተይ ክልተ ግዜ ኣብ ሰሙን ይጥቀመላ እየ ነዚ ኣብ ማስ ቢካዝ ኩሉ ትርስሓት እዩ ነቲ ናይ ሜክኣፕ ዝነበረ ኢቨን ቲ ሰን ብላክ ናይ ናይ ፀሓይ መኸላኸሊ ምሻሎ ሎሽን ሕጂ እሱ ኸዓ ከቢድ እዩ ኣብ ቆርበትና ሕጂ ንዑ ኩሉ ይደልግሶ ሕጂ ኣነ ብጣዕሚ እየ ዝፈትዋ ነዚኣ ማስክ ዲፕ ክሊን እያ ትገብር ሕጂ ትሪኡ ዘለኹም ኣብዚኣ ስቲም ገረ ንዓሰርተ ደቂቅ ኣብ ገፀይ ክገብሮ እየ ነቲ ማስ ብስቲም ገረ ሰው ውሽጢ ክኣተለ ይደለ ብስቲም ገረ ክጥቀመ ከም ዝበልኩኹም ኣብ ቅድሚ እዚኣ ቪድዮ ይለኩም ነረ ትዕጠኑ ኢኹም ርእስኹም ሸፊንኩም ብማይ ውዒ ገርኩም ትዕጠኑ ንዓሰርተ ደቂቅን ከምኡ ትገብርዋ ዳሕራይ ክነቅፅ እዩ ተነቂፁ ከዓ ገፅኩም ትኣጥቦ ኢኹም ዓሰርተ ደቂቅ ጌርኩም እታ ስቲም ዳሕራይ ንበይኑ ክነቅፅ ክደሊ እዩ ንቲ ማስሞ ዳሕራይ ከምዚ ክኸውን እዩ ክተርር እዩ ዳሕራይ ብዝሕል ዝበለ ማይ ጌርኩም ክትኣፅዎ ኢኹም ገፅኩም ኦኬ ሶ ሓደ ሓደ ግዜ ማይ ተዓፂብኩም ቁርብተይ ክትስከፉ ኢኹም ቢካዝ እንታይ ይኸውን እዩ ትገፅኩም ቀይሕ ክኸውን እዩ ሕጂ ናተይ ኣብዚ ምዕጉርተይ ድዩ ኣብቲ ኣፍንጫይ ኣብኡ ማራ ቀይሑ ነይሩ ሕጂ እንታይ ሽሙ ኢኹ ብዙሓት ተሰከፉ ቀይሕ ተኮይኑ ገፅኩም ዳሕራይ ክኸይድ እዩ ቀይሕ ክኸውን እዩ ሙሉ መዓልቲ ኮነ ክውዕል ከምኡ ቀይሕ ንምንታይ እዩ ከምኡ ዝኸውን ንቲ ርስሓት ድዩ ንቲ ኩሉ ኣብ መንፊትና ዝነበረ እታ ማስ ስሒባ እያ ተውፅኦ ሕጂ ከምኡ ኮይኑ እዩ ቀይሕ ድኾን ትገጥ ኦኬ ሕጂ ነቲ መንፊት ናይ ቆርበተይ ክዓፅዎ እዚ ዊች ሄዞ ክጥቀመ ኩሉ ግዜ እየ ዝዛረብ ናይ ዊች ሄዞ እዚኣ 100 ናሽራል እያ ኣብ ዋማርክ ኣብ ዝኾነ ድኳና ትረኽቦ ኢኹም ዊች ሄዞ ሕጂ ብጡጥ ገረ ኣብ ምሉእ ገፀይ ክለኽዮ እየ

ኣነ ሕጂ ኣብ ከምኡ ጊዘ ሓረ ሓረ ጊዘ ኣብት ምዕጉርተይ ኣብኡ ፈጸጋ ድዩ or ከምዚ ፈጸጋ ዓይነት ወጸኒ እዩ ሕጂ ነዚ ኣብ ማያስ ኩሉ ጊዘ ኣብ ከምኡ ጊዘታት መጸኒ ከምኡ ገብረ ብጣዕሚ ደጽርየለይ ገጸይ i know ንካልእ ሰባት እኳ ከም ዘጽሪ ይፈልጥ እየ because ሓደ ናቹራል እዩ እቲ ማያስ ዳሕረ እኳ ስሒቡ እዩ ደውጾ ኩሉ እቲ ርስሓት ናይ ገጽካ ሕጂ ፈፀጋ ኸዓ ገፅና ተረሲሑ እዩ ከምኡ ዝኸውን ፈፀጋ ብርስሓት እዩ ዝወፅእ ሕጂ ኣይኖ ከም ዘፅርየልኩም ይፈልጥ እየ ተስፋ ኸዓ ይገብር ክትነግሩኒ ከመይ ርዞት ሒዝኩም ናይዚ ማስ ኦኬ ሕጂ ንቲ መንፊት ናይ ቆርበተይ ዓፀብ ምስት ምስት ጡጥ ገረ ምስት ወቸይዞ ሕጂ ክሬማ ክጥቀመ ኣነ ሕጂ ቢከዝ ቆርበተይ ከምዚ ኖርማል ቱ ድራይ ስኪኒ ዘለኒ ኣነ ከምዚ ክሪማ ዘይቲ ዘለዎ ክጥቀመ ሰባት ቅብኣት ዘለኩም ተኮይኑ ኦይሊ ስኪን ተኮይንኩም ቅብኣት ደይብሉ ሞይስቸራይዘር ክሪም ትረክቡ ኢኹም ኦይል ፍሪ ኣብ ገጽኩም ትለክዎ ሶ ብዙሓት ኢኹም ትፅሑፉለይ ኣብ ኢንስታግራም ትሓቱኒ ኢኹም ወዲ ተባዕቶ ደቂ ኣንስትዮ ብዙሓት ኢኹም ትፅሑፉለይ ተሓቱኒ ኢኹም ናይ ፈጸጋ ናይ ብዙሕ ነገራት ኢኹም ተሓቱኒ ሕጂ ወዲ ተባዕቶ ብዙሓት ኢኹም ተሓቱኒ እዚ ማስ ስክትሰርሕዮ ኣብቲ ቻነኹ ንወዲ ተባዕቶ ድዩ ንደቂ ኣንስትዮ ንኩሉ ሰብ እዩ እቲ ሜካፕ እዩ ናይ ደቂ ኣንስትዮ በቲ ከምዚ ናይ ቆርበት መከላኸሊ ማስ እዩ or ዝኾነ ነገር ናይ ቆርበት መከናኸሊ ተኾይኑ ስኪን ኬር ተኾይኑ ንኹሉ ሰብ እዩ ዝግደስ ጀስት ንደቂ ኣንስትዮ ኮነ ንደቂ ወዲ ተባዕቶ ካ ይጥቀሙ እዮም ኣይተሰከፉ ኩላትና ገፅና ክፅባእ ኣሎ ኦኬ እሺ ኮይነታት ሕጂ ወዲኤ ኣለኹ መደበይ ተስፋ ይገብር ትፈትዎ ትኾኑ እዚኣ ቪድዮ ዝሰርሕክዋ ተለኩም ሕቶታት ኣብ ካመንት ጸሓፉለይ ኦሶ ኣብ ኢንስታግራም ኣለኹ ኩሉ ግዜ ኣክቲቭ ኣብኡ ትጽሕፉለይ ኢኹም ሕቶታት ተለኩም